ሰላም ሰላም ክቡራት ተኸታተልቲ መደበይ ኣብ ዘለኹሞ ሰላምኩም እብዛሕ እምበኣር ከስ ናይ ሎማዓንቲ መደበይ ከምዚ ኣብዚ ኣርስትን ኣብዚ ቪድዮን ትከታተልዎ ዘለኹም ይከውን ዝተፈላለዩ መደባት ሒዘልኩም መፅእ ኣለኹ ናብቲ መደብ ከብለኩም ሰላም ምክትታል ዓመት ኤርትራዊ ኣብ መዓስከር ስደተኛታት ኢትዮጵያ ተቐቲሉ። ኣሌክ ዮሴፍ ብርሃን ዝተብሃለ ወዲ 23 ዓመት ኤርትራዊ ስደተኛ ኣብ ኢትዮጵያ ክልል ኣምሓራ ዳባት ኣብ ዝተብሃለ ከባቢ ኣብ ዝርከብ መዓስከር ኣለምዋጭ ብዘይተፈለጡ ዕጡቓት ከም ዝተቐተለ ቤተሰቡ ገሊጾም።
ናይ ብሓቂ ብጣዕሚ ዘሕዝነካ ክቡራት ይሕዋት በቃ ኤርትራውያን በብዝኸድናዮ ንመውትን ንጠፍእን ኣለና ክቡራት ይሕዋት ስደትና የሕጽረልና እዚ ሓውና ድማ በቃ ብዘይተፈለጡ ዕጡቓት እዩ ኣብ ኢትዮጵያ ኣብ መዓስከር ዳባት ተቐቲሉ ንሓውና እዝጋብሄር ኣምላኽ መንግስተ ሰማያት የዋርሶ ንመላእ ስድራቤት ከኣ እዝጋብሄር ኣምላኽ ምሉእ ምጽንናዕ ይሃቦም ብጣዕሚ ብጣዕሚ ኣዝዩ ከቢድ እዩ ብሓቂ። ሮቡዕ ምሸት ከባቢ ሰዓት ትሽዓተ ከም ዝተቐተለ ዝተነገረ እዚ መንእሰይ፣ ኣብ ገዝኡ ደቂሱ እንከሎ ጎረቤት ሰረቕቲ ኣትዮም ናይ ርድኡና ኣውያት ድሕሪ ምግባሮም፣ ክረድእ ምስ ወጸ ዕጡቓት ጥይት ተኲሶም ከም ዝቐተልዎ ኣብቲ መዓስከር ዝርከብ ቤተሰብ ግዳይ ሓቢሩ። ጎረቤቱ ሌባ ሌባ ኢሎም ኣውያት ምስ ገበሩ፣ ካብቲ ዝደቀሰሉ ክረድእ ገና ኣብ ገዝኡ ውጽእ ክብል እንከሎ ተኲሶም ሃርዩሞሞ እቶም ዕጡቓት ኣብቲ ቦታ ስለ ዝነበሩ ኩሉ ሰብ ፈሪሑ ኣየልዐሎን በዚ ድማ ብዙሕ ደም ፈሲስዎ ኢሎም። ናብ ሕክምና ንምውሳድ እውን ኣምቡላንስ ስለ ዘይረኸብና ገንዘብ ኣዋጺእና ኢና ወሲድናዮ ብምባል ድሕሪ ክንደይ ላዕልን ታሕትን ናብ ሕክምና እኳ እንተበጽሐ ክድሕን ግን ኣይከኣለን ኢሎም። ናይ ብሓቂ ብጣዕሚ እዩ ዝኸብድ ክብራት ይዋት ነዞም ኣሕዋትና ኣብ ዳባት ዘሎ ኣብ መዓስከር ዘለው ድምፂ ክንኮኖም ይግበእና እዩ ክብራት ይዋት ኣብ ከቢድ ኩነታት እዮም ዝርከቡ ዘለው ሰሪቆሞም ከይኣኽሎም ምስራቅ ምዝራፍ ከይኣኽሎምሲ እቲ ምቕታል ታይ ኣምፅኦ ክብራት ይዋት መሳኪን ኣሕዋትና ብጣዕሚ ይሳቀዩ ኣለው በብዝኸድናዮ በቃ ኤርትራዊ ምስኪናይ ንድሕነት ስሙ ዘይጥቀስ ቤተሰብ ግዳይ መጨረሽትኡ እውን ምስ ሞተ ክልተ ሰብ ጥራይ እዮም ዝቐብርዎ ኢሎም ኣብዮምና ብምባል ድሕሪ ነዊሕ ልመና ሽዱሽተ ሰብ ተፈቒድዎም ክቐብሩ ከም ዝኸኣሉ ብምረት ይገልጽ። እቲ ስግኣቶም ግን ከም ባህሎምን ወግዖምን ዘይምቕባሮም ጥራይ ዘይኮነ ብልክዕ ኣበይ ከም ዝተቐበረ ዘይምርኣዮም ምዃኑ ሓቢሩ። እቶም ተኸፊሎም ዝቐበሩ ሰባት ኣብ ደገ ክትጸንሕ ስለ ዘገድዱኻ፣ ጽባሕ ንግሆ መቓብር ወለዶም ክርእዩ ስድራቤት ምስ ዝመጽኡ ክተለልዮ ዘይትኽእል ምዃኑ'ዩ ዝዓበየ ስክፍታና ይብሉ። እቲ ግዳይ ተኸታሊ እምነት ካቶሊክ ብምንባሩ ኣብ ደባት መቓብር ካቶሊክ ስለ ዘየለ ኣብ ጎንደር ክቕበር ተገይሩ። እዞም ግዳይ መጭወይትን መቕተልትን ዝኾኑ ዘለዉ ስደተኛታት ኣለማጭ ንስደተኛ ውሕስ ዘይምዃኑ ብተደጋጋሚ እኳ እንተጠርዑ ሰማዒ ከም ዘይረኸቡ ብዙሓት ኣብቲ መዓስከር ዝነብሩ ኤርትራውያን ስደተኛታት ክገልጹ ጸኒሖም እዮም። ኣብዚ ናይ ብሓቂ ከምቲ ቅድሚ ሕጂ ዝነበረ መዓስከር ኣይኮነን ክቡራት የሕዋት ኣብ በዓል ትግራይ እንከሎ ደሓን ኔሩ እንድዒ ኣነ ኣብቲ ዝነበርኩሉ ከምዚ ዓይነት ግፍዕታት ኣይርእን ኔረ ኣነ ንኣብነት ኣነ ኣብ ዓዲ ሓርሽ እየ ኔረ ክቡራት የሕዋት ኣብ ዓዲ ሓርሽ መዓስከር ኣብ ትግራይ ወላ ሓደ ከምዚታት ሕማቅ ነገራት ሪኤ ኣይፈልጥን እየ ማንም ዕጡቕ መጺኡ ዘፈራርሐካ ዝቐትለካ ርእየ ኣይፈልጥን እየ ኣብ ካልእ እንዳ ኣይፈልጥን እየ ኣነ ዝረኣኹ እየ ዝምስክር ኣብዚ ሰዓት እዚ ግን እዚ ኣብ ዓዲ ኣምሓራ ዘሎ መዓስከር ዳባት ግን ብጣዕሚ ብጣዕሚ ንሕዋትና ኣዝዩ ኣስጋኢ እዩ ኮይኑ ዘሎ ዝመፀይ በቃ ዝቐትሎም ዝመፀይ ይሰርቆም እዩ ዘሎ ብጣዕሚ ዘሐዝን ዝሓለፈ ወርሒ እውን ካልእ ኤርትራዊ ስደተኛ ተቐቲሉ ምንባሩ ዝዝከር ኾይኑ፣ መሰኻኽር ዓይኒ ቅትለት ኤርትራውያን መፍትሒ ምዘይግበረሉ ከምኡ ኢሉ ክቕጽል ምዃኑ ገሊጹ ነይሩ። እዚ ናይ ሕጂ ቅትለት'ውን ኣብ ኣስታት ክልተ ሰሙናት ዘጋጥም ዘሎ ብምዃኑ፣ ኩሉ ስደተኛ ኣብ ፍርሕን ሽቑረራን ከምዝሸመሞ ተዛሪቦም። እቶም ኣብኡ ዝነብሩ ኤርትራውያን ሓላዊ የብልናን ሓታቲ የብልናን ገሊኦም ሰንኪሎም ገሊኦም ተቐቲሎም ንፖሊስ ወረዳ ከምእወን ንኣራ ሓቢርናዮም ከነብቅዕ ዛጊድ ዝተወሰደ ስጉምቲ የለን ብምባል ፖሊስ ንባዕሎም ስግኣት ከምዘለዎም ከምዝገለጹሎም ይሕብሩ። ኣሌክ መዋቲ ገና ኣብ ትሕቲ ዕድመ እንከሎዩ ካብ መበቆል ዓዱ ናብ ስደት ኣምሪሑ ኣብ ትግራይ ኣብ ዝነበረ መዓስከር ማይ ዓይኒ ምስ ጓል ሓፍቱ ክነብር ድሕሪ ምጽናሕ ድማ ናብቲ ድሕሪ ኲናት ክልል ትግራይ ናብ ክልል ኣምሓራ ዝተደኮነ መዓስከር ኣለማጭ ግዒዙ ጸገም ጥዕና ስለ ዝነበሮ ግን ናብ ኣዲስ ኣበባ ከይዱ ክቕመጥ ጀሚሩ እንተኾነ ግን ኣብ ኣዲስ ኣበባ ብዙሓት ኤርትራውያን ስደተኛታት ግዳይ ግፋን ማእሰርትን ክኾኑ ካብኡ ሓሊፎም ናብ ኤርትራ ብኣስገዳድ ይስጎጉ ብምህላዎም እቲ መንነት ወረቐት ስደተኛ ግዚኡ ስለ ዝሓለፎ ክሓድሶ ብምባል'ዩ ናብ መዓስከር ኣለማጭ ከም ዝተመለሰ መቕርቡ ዝገልጹ ካብ ርእዋሞ ጽሑፍቶ ክቡራት ይሕዋት ምስኪናይ ሓውና ኣብ ኣዲስ ኣበባ እዩ ዝነብር ነይሩ ካብ ማይ ዓይኒ መዓስከር ናብ ኣዲስ ኣበባ ከይዱ ኣብ ኣዲስ ኣበባ ነብር ነይሩ እቲ ወረቐትካ ግን ወዲቑ ስለ ዝበሎ ወይ ከዓ ስለ ዝወደቐ ወረቐቱ ግን ከሐድሶ ኢሉ ከይዱ ናብቲ መዓስከር ከሐድሶ ኢሉ ከይዱ ምክንያቱ ኣደዳ ግፋን ገለን ስለ ዝኮኑ ዘለው ኤርትራውያን ኣሕዋትና ኣደዳ እስርቤትን ገለን ስለ ዝኮኑ ዘለው ናብ ዓዶም እጥረዙ ስለ ዘለው ምክንያቱ ካብ ኤርትራ ክንደይ ኣሽሓት ከፊልካ ወጺኻ መሊስካ ከ ናብ ኤርትራ ክትምለስ ከቢድ እዩ ግን እቲ ዘለዎ ኩነታት ኣብ ሰዓት እዚ ከዓ ካብኡ ዝገደደ ካብኡ ዝኸፈ እዩ ዝኸውን ዘሎ ብዝኾነ ንንኡስ ሓውና እዝግኣብሄር ኣምላኽ መንግስተ ሰማያት የዋርሶ። መንእሰያት ኤርትራ በቃ ጽቡቕ ኣይንረክብን ኣለና እሞ ሓደ መዓልቲ ስደትና የሕጽረልና ፈጣሪ ብሓቂ። ሓለፈ ሰለስተ ኣዋርሕ ክሳብ ዕለተ ሕልፈቱ ድማ ኣብቲ መዓስከር ጸኒሑ። እቶም ኣብ ኣዲስ ኣበባ ዝርከቡ ስደተኛታት ወረቐት ስደተኛታት ዕለቱ ምስ ዝሓልፍ ኣብ ኣዲስ ኣበባ ኮይኖም ከሕድስዎ ዘይተኣደነ ገንዘብ ወይ ከኣ ግቦ ከም ዝሕተቱ'ዮም ዝገልጹ። ኣብ ኣዲስ ኣበባ ክሕደስ ይኽእል'ዩ ግን ክሳብ ሚእትን ሰብዓ ሽሕ ብር ከፊሎም ዘሐድስዎ ክንድኡ ከፊሎምውን ዝተሰነዐ ስለ ዝህብዎም ፕሮሰስ ምስ ጀመሩ ዝተሰናኸሉ ሰባት ናብዚ መዓስከር መጺኦም ኣለዉ ክብሉ እቶም ስደተኛታት ይገልጹ። ኣብ መዓስከር ዳባት ምንባር ግን ናብ ሞት ጥራይ ዘይኮነስ ንዝተፈላለየ ደቂ ኣንስትዮ'ውን ግዳይ ዓመጽን ክትራን ብምግባር ኣብ ፍርሕን ስግኣትን ክነብሩ ገይርዎም ኣሎ። ኩሉ ኤርትራዊ ስደተኛ ኣብ ጸበባ'ዩ ዘሎ ዝበለ እቶም ስደተኛታት ሰብ ይጭወ ይቅተል ይዕመጽ ኣሎ ዘሚቶም እንተዝኸዱ ደሓን ምኾነ ግን መጺኦም ዝኾነ እንተዘይረኺቦም ስለምንታይ ዘይሓዝካ ኢሎም ቀቲሎምኻ እዮም ዝኸዱ ዘለዉ ስለዚ ክሰምዑና ዝኽእሉ ኣካላት ካብዚ ቦታ ከውጹና ንምሕጽን ክብሉ እቶም ስደተኛታት ብምሬት ይገልጹ ደቅናን ኣንስትናን ኣብ ገዛና ምሳና እንከለዉ ብፍርሒ ኣብዘይንድቅሰሉ ኩነታት ኢና ዘለና ዘዝወለድናዮም ንሞት ኮይኖም ብምባል ዝምልከቶም ኣካላት ዝሓሸ ውሑስ ናብራ ክነብሩ ናብ ዘኽእሎም ቦታ ከግዕዝዎም ይምሕጽኑ።
እዝጋብሄር ኣምላኽ ምሳኹም ይኹን ኣሕዋትና ታይ ክንብል ኮይንና በቃ እ ንሓውና ከኣ እዝጋብሄር ኣምላኽ መንግስተ ስማያት የዋርሶ በዚ ኣጋጣሚ እዚ መሪር ሓዘነይ ክገልጽ እፈቱ ንመላእ ስድራቤት ድማ እዝጋብሄር ኣምላኽ ምሉእ ምጽንናዕን ሓይልን ክህቦም ሰናይ ትምኒተይ ክገልጽ እፈቱ ስነጥበባዊት ንእስቲ ሓፍትና ዲያና ሓፍታ ንሲልቫና ኣብዚ ቀረባ መዓልቲ ከምዝዓረፈት ሓቢርና ኔርና ብጣዕሚ እዩ ዘሕዝነካ ሓፍታ ሲልቫና ስነጥበባዊት ሲልቫና ልቢ ዝሰብር ዝተዛረበቶ ቃል እስከ ንስማዕዮ ማለት ኣዝዩ ሰናይ ትምኒት እዩ ኔሩ እቲ ትምኒታ ክውን ስለዘይኮነ ግን ልብኻ እዩ ዝሰብር እቲ ዝተዛረበቶ ቃል እስከ ንስማዕዮ በዚ ጋጣሚ እዚ ግን ሲልቫና ሓፍተይ እዝግኣብሄር ኣምላኽ ምሉእ ምጽናዕ ይሃብኪ ኣዝዩ ኣዝዩ ከቢድ እዩ በቃ እቲ ትምኒትኪ እቲ ሰናይ ትምኒትክን ሓሳብክን ዕላማኽን ብዘይ ምስኻዑ ወይ ከኣ ክውን ብዘይ ምዃኑ ብጣዕሚ እዩ ዘሐዝን እሞ ኣጆኺ ክብርቲ ሓፍተይ ኩላህና መወቲ ኢና እዝግኣብሄር ኣምላኽ ምሉእ ምጽናዕ ይሃብኪ ዝሓፍተይ መዓረይ
ኣይግበሮ ኣይግበሮ ኢለኪ ኣለኹ ኣይትሓዝለይ ድሕሪ ሓደ ሰሙን ብሞት ካብዛ ዓለም ክትፍለይ ኢኺ እንተ ዝብሉኽስ ቀዳሞት ሓሙሽተ ንጥፈታት ተካይዲ እየን ቅልጥፍ ቅልጥፍ ኢልኪ እንታይ ምኾና ማለትሲ ድሕሪ ሓደ ሰሙን የለኹን ኣብዛ ዓለም ኢልኪሲ ውግን ውግን ኣቢልክየን ክትከዲ ትደልዪ ነገራት ገለስ እንታይ ምኾና ኣይግበሮ እዋይ ኣጆኺ በስመኣብ። ኣለኺ ስድራ ድሓን ኣይግበሮ ተዋስኦ እንድዩ እዚ። እታ ካልኣይቲ ከኣ ንሓፍተይ መመርዓኹዋ።
ኣብ ውሽጢ ሓደ ሰሙን። ዋላ ብ ሆቴል ጌረ ድየ ዋላ ገለ ድየ ቬሎ ጌረሳስ ክምራ ክሪኣስ ምደለኹ ማለት እየ እቲ ድምርዓዋ ሰብ ንዓኻ ክሪኦ ምደለኹ።
ጽቡቅ ጽቡቅ ትምኒት እዩ። ዲያና ድያ እዚኣ።
ናይ ብሓቂ ኣዝዩ ከቢድ ዩ ክብራት ይሕዋተይ መርዓኣ ደርዓኣ ክትርኢ ትደሊ ነይራ በቃ ብቬሎ ክትወጸላ ትደሊ ነይራ ግን ህይወት እዚኣ እያ ክብራት ይሕዋት ህይወት ሓጻርያ ስለዚ ነንሕድና ኖኖ ዲያና ወልኳ ዲያና ሽሙ ሓንቲ ሓፍቲ ኣላትኒ ብጣዕሚ እየ ዝፈትዋ ኣብ ናይ ሓብትኽ ሽም መገበርክያ እታ ካልኣይቲ ከዓ ረዮ በቃ ምስኪነይቲ ሓፍትና ሰናይ ትምኒታ እያ ትምነ ነይራ እዚ ቅድሚ ሕጂ ዝተቐርጸ ቪድዮ ኣብ ኢንተርቪው ዝበለቶ እዩ ክቡራት ይዋት ናይ ሕጂ ይኮነን ግን የሕዝነካ በቃ ህይወት ግን ሓፃር እያ ርእዋ ነንሕድና ንከባበር ነንሕድና ንፋቐር ክቡራት ይዋት ንሕና ብጣዕሚ ሓሰውቲ ኢና ንነብስና ነታልላ ኢና ክቡራት ይዋት ዘለና ይመስለና ኣለኻ ኣጆኺ ነብሲ ንብላ ንነብስናስ ነዐሽዋ ንሕስዋ ግን ህይወት እዚኣ ርእዋ ክቡራት ይዋት ዘለና መሲልና ብገንዘብ ይኹን ብገለ ይኹን ምስ ኣሕዋትና ምስ ኣንስትና ምስ ሰብኡትና ምስ ኣቦታትና ምስ ኣዴታትና ምስ ጎረቤትና ምስ ኣዕሩኽትና ምስ ኣሕዋትና ክንበኣስ ንውዕል ህይወት ግን ርእይዋ ሓጻር እያ ክቡራት የዋት ሓፍተይ መምርዓኹዋ
ኣብ ውሽጢ ሓደ ሰሙን ዋላ ብሆቴል ገይረ ድየ ዋላ ገለ ድየ ገሉ ገይረሳስ ክሪኣስ ምደለኹ ማለት እየ እቲ ልምርዓዋ ሰብ ንዓኻ ክሪኦም ደለኹ ሂወት ረኢዋ ሂወት ሂወት እዚኣ እያ ክብራት ይሕዋት ሂወት ጠላም እያ ጠልመካ እያ ሂወት ቅድሚ ምጥላማ ግን ክብራት ይሕዋት ነንሕድና ሰላም ንፍጠር ሰላም ንበሃሃል ኣብ መንገዲ ንከባበር ኣብዚ ማስሜራ ነንሕድና ብፖለቲካ ይኹን ብገለ ክንበኣስ ንውዕል ግን ሂወት እዚኣ እያ ኣሕዋት እዚኣ እያ ሂወት ኣይትእመንዋ ንነብስኹም ኣለኺ ኢልኩም ኣይትዐሽዋ ኣይትሓስብዋን ነብስኹም ንፋቐር በጃኹም ረይዋ እሞ ምስኪነይቲ ኣብ ንኡስ ዕድሚያ ብዙሕ ሕልምን ራእን ዝነበረ ኣብ ንኡስ ዕድሚያ ጓል ዕስራን ኣርባዕተን ዓመት እያ ሞይታ ዘላ ክቡራት ይዋት ጓል ዕስራን ኣርባዕተን ዓመት ምስኪነይቲ ብዙሕ ሕልምን ራእን ዝነበራ በዚ ኣጋጣሚ እዚ እግዚኣብሔር ኣምላኽ መንግስተ ሰማያት የዋርሳ ንመላእ ስድራቤት ፈተውቲ ቀረብቲ ድማ እዝግኣብሄር ኣምላኽ ምሉእ ምጽንናዕ ይሃቦም በዚ ኣጋጣሚ እዚ መሪር ሓዘነይ ክገልጽ ይፈቱ ኣዝዩ ኣዝዩ ከቢድ ኣይ እዩ ድምፂ እኳ እንዶ ሰምዐ ሲ ከመይ ገይሩ እዩ ድምፀ ክሰምዓኒ ክላ መጽሓፍ እንዲ ረሲዕዋ ከይዱ
ንስኺ ዘይስርዳእኽዮ እምበር መቃጠቢ ክትኮኖ ከምኣ ገይሩ ከይዱ መቃጠቢ እወ ነዛ መጽሓፍ ረሲዐያ ኣለኹ ኢሉ ይምለስ ምሽ ሽዑ ይላለየኪ ቁጽሪ ሞባይልኪ ሃብኒ ይብለኪ ሽዑ ሻሂ ንስተ ይብለኪ ድሕሪኡ ከኣ ዋእ ኣነ ሻሂ ይደልን እየ ዋላ ይግደፎ ኣነ ኬክ ጥራይ እየ ዝደሊ። ከምቶም ጥዩቓት ኣየጓንፍኹን እምበር መወዳእቲ እኮ ብዓሰርተ ኬክ ዘለኪ ነጊፍኪ ክትብዮም ኢኺ።
እንታይ ክህቦ? ዝወሃብ ድኣ መሊኡ ባዕላ ሓልኽ እምበር
ሕጂ እዛ መጽሓፍ ሕጂ እንታይ ክገብራ ኣብቲ እንዳ ፓስተ ኸድኪ ነዛ መጽሓፍ ብክንደይ ኬክ ትቕይሩለይ በልዮ የስ ይቕይሩለይ ኦይ ኣነ ሕሙ
ዲኔ ምቅርት እግዚኣብሔር ኣምላኽ መንግስተ ሰማያት የዋርስካ ኣብ ሕቕፍኡ የንብርክ በቃ ናይ ብሓቂ ብጣዕሚ ዘሐዝን ግን ንሕና ሓበሻ ወይ ከኣ ደቂ ሰባት ብሓፈሻ ደቂ ሰባት ሰብ ምስ ሞተ ጥራይ ፍቅርና ንገልጸሉ ክቡራት የሕዋት ብሂወት እንከሎኸ ንገልጸሉ ዶ ስለዚ ብሂወት እንከለና ነንሕድና ንከባበር ፍቅርና ንገላለጽ ክቡራት የሕዋት ካብ ዘይንፈልጦምን ንፈልጦምን ሰባት ክንጻረፍን ቅርሕንቲ ክንሕዝን ካብ ንውዕል ቂምታ ካብ ንሕዝ ንውዕል ክቡራት ይሕዋት እንታይ ገድሽና እንታይ ገድሽና ክቡራት ይሕዋት ሞት ቅድሚ ምምጻኣ ኣብ መንገዲ ሰላም ንበሃል ንከባበር ፍቕሪ ንላጋገስ ሓደ ሓውና ሰብ ሰብ ብምዃኑ ጥራይ ኣሚንና ነኽብሮ ነፍቅሮ ፍቕሪ ንለግሰሉ እዚኣ ክብል ዝደሊ ብሓቂ። ትሽ ጥዑይ ጸኒሕካ። ኦይ መባኸሪ ትፈስኺ ንመዘን ኣቱም ሰባት ንመዘን ንመዘን በላ ንመዘን
ክቡራት ይሕዋት ብዝኾነ ከምዚ ንሪኦ ዘለና ከዓ ካብ ህንዲ ንዓዲ እንግሊዝ ለንደን ትብገስ ዝነበረት ነፋሪት ከም ተሓምሸሸት ርኢናን ሰሚዕናን ኔርና፣ ብዙሓት ሰባት ድማ ኣብኣ ዝነበሩ ሞይቶም፣ ሓደ ሰብ ጥራይ እዩ ካብኦም ተሪፉ፣ እዞም ንሪኦም ዘለና ቤተሰብ ድማ ብጣዕሚ ዘሕዝነካ ብምሎም ምስ ሰለስተ ደቆም ሓሙሽተ ርእሲ ብሓንሳብ ጠፊኦም ካብ ከምዚ ይሰውረና ፈጣሪ ጨቐቕ ኢሉ ሰበይቱን ደቁን ለንደን ከእትዎም ምስ ሓደጋ ዘጓነፎ ነፋሪት ተበጊሶም ብጣዕሚ ዘሕዝን ክቡራት ይሕዋት ስድራ ምልእቲ ጠፊኣ ስድራ ምልእቲ እዚ ሰብኣይ ምስኪናይ ኣብ ዓዲ እንግሊዝ ይነብር ነይሩ ንሽዱሽተ ዓመት ዝኣክል ከርተት ኢሉ ይፅዕር ነይሩ ሰበይቱ ንባዕላ ዶክተር እያ ነይራ ንሰበይቱን ንስድርኡን ከምጽኦም ብዙሕ ይጽዕር ነይሩ። ድሕሪ ሽዱሽተ ዓመት ድማ ተመስገን ፈጣሪ ሰሊጥና ኢሎም ከኣ ካብ ህንዲ ናብ ዓዲ እንግሊዝ ናብ ዝሓሸ ዝኾነ ናብራ ክኸዱ ኣብዛ ነፋሪት ኣጋጣሚ ስለ ዝጸንሑ ስድራ ምልእቲ ተሓምሺሻ። ተስፋኦም ብምሉኡ ዓንዩ ብሓንሳብ። ሂወቶም ሲኢኖም ክቡራት የሕዋት ብጣዕሚ ዘሕዝነካ ሂወት ረእዋ ሂወት እዚኣ እያ ከምዚ ዓይነት ቪድዮ ዝሰርሕ ክቡራት የሕዋት ሂወት ሓጻር ምዃና ንኽንፈልጥን ሞት ከም ዘሎ ክንርስዖ ከም ዘይብልና ሞት ከም ዘላ ኩሉ ግዜ ኣብ ኣእምሮና ክነምጽኦ ክንክእል ኣለና ክንፈርሕ ዘይኮነ ግን በቃ ንሕናሲ ሞት ኣላ እሞ መዓስ ከም ንሞት ኣይንፈልጥ ኢና እሞ ነንሕድና ንኽንከባበር ነንሕድናስ ክንፋቀር ክቡራት የሕዋት ምስኪነይቲ ስድራ ምልእቲ ተሓምሺሻ ብጣዕሚ ዘሐዝን ብጣዕሚ ዘሐዝን ስድራ ምልእቲ ክንደይ ጨቓቒሉ ሽዱሽተ ዓመት ዝኣክል ስድራ ቤቱ ኣልዩ ናብ ዓዲ እንግሊዝ ከእትዎም ዝሓሰበ በቃ ስድራ ምልእቲ ጠፊኣ እዚ ሓውና ከዓ ድሒኑ ማለት እዩ እዚ ጥራይ ድሒኑ እዚ ሓውና እዚ ጥራይ እዩ ድሒኑ። ውጻእ መዓት ክልተ ሚእትን ኣርብዓን ክልተን ተሳፈርቲ ሒዛ ካብ እተሓምሸሸት ነፋሪት በይኑ ህይወቱ ወጺኡ በይኑ እዚ ጥራይ በይኑ ሕጂ ጅግና ስለ ዝኾነ ወይ ገለ ኣይኮነን ክቡራት ይዋ ኣምላኽ ኣላ እንድሕር ኢልዋ ነብሲ ግን ትተርፍ እያ ኩሉ ናይ ኣምላኽ እዩ ስለዚ ኩሉ ግዜ ተመስገን ክንብል ክንክእል ኣለና ክቡራት ይዋ ኩሉ ናይ ኣምላኽ እዩ ኣምላኽ ይውጽኦ ሕጂ ገለ ገለ ሰባት እንታይ ይብሉ እዮም ኣብታ ቁጽር ዓሰርተ ሓደ a ዓሰርተ ሓደ ከምዚ ትርእይዎ ዘለኹም ኣብኣ ኮፍ ኢሉ ስለ ዝነበረ ኣብቲ ጥቓ ኢመርጀንሲ ስለ ዝነበረ ብዩ ወጽዩ ተረዲኹምኒ ብዩ ወጽዩ ይብሉ ነይሮም ስለዚ በቃ ንሕና ከዓ ኩሉ ግዜ ክንቆርፅ ኮለና ኣብታ ኤይ ዓሰርተ ሓደ ኢና ኮፍ ንብል ካብ ብሕጂ ገለብሎ ምናልባት ነታ ኮፍ መበሊት ክትሕዛ እንድሕር ኮንካ ካብ ሰዓት እዚ ከዓ ከኽብሯ ይኽእሉ ይኾኑ ረይዎ ሕጂ እዚ ግን ናይ ፈጣሪ እዩ ኣምላኽ እዩ ድሒንዎ ኣምላኽ እዩ ኣውፅኦ ክብራት ይሕዋት ኣምላኽ ንበይኑ ኣለኺ ዝበላ ነብሲ በቃ ትተርፍ እያ ሽዑ ካብቲ ኣየር ምስ ወፀ እዩ ክብራት ይሕዋት እዚ እዩ ብእግሩ ይኸይድ ኣሎ ብእግሩ ይኸይድ ኣሎ ኣምላኽ ርእይዎ ተኣምር እዩ እዚ ተኣምር ተኣምር እዚ እግዚኣብሔር ኣምላኽ ከም ዘሎ ተኣምር ከም ዘርእየና እዩ ዘርእየና ዘሎ ክቡራት ይሕዋ ተመስገን ክንብል ክንክእል ኣለና በቃ Thank you. ውፃእ መዓት እዩ ናይ ብሓቂ ላይም ፓርዲዩ ልዕሊ ክልተ ሚእቲ ጠፊኦም ኣብታ ነፋሪት ዝነበሩ በይኑ እዚ በይኑ በይኑ ድሒኑ እዛ ንሪኣ ዘለና ከዓ በቃ ፍሉይ ተኣምር ናይ እዚኣ ሓፍትና ከዓ ዓሰርተ ደቂቕ ስለ ዝደንጎየት ናብታ ነፋሪት ንክትስቀል እዛ ልዕሊ ክልተ ሚእትን ኣርባዓን ዝቐዘፈት ነፋሪት ገዲፋታ ከይዳ ዓሰርተ ደቂቕ ብሰንኪ ክራውድ እተን ተሽከርከርቲ በቃ ከም ድሌተን ክንቀሳቐሳ ስለ ዘይከኣላ ማለት ክራውድ ስለ ዝኾነ እቲ መንገዲ ዓሰርተ ደቂቕ ዶንግያ ዓሰርተ ደቂቕ ዓሰርተ ደቂቕ ክቡራት ይዋት ናብ ሰብኣያ ናብ ዓዲ እንግሊዝ ዘሎ ሰብኣያ ክትከይድ እያ ትሪእዎ ዘለኹም ዓሰርተ ደቂቕ ስለ ዝደንጎየት እታ ነፋሪት በሪራ ዝሓፍትና ከዓ ብጣዕሚ ኣንፀርፂራ ኣብ ሰዓቱ ኣንፀርፂራ ኣሕ ወይ ኣነ ገሌላ ኣንፀርፂራ ዋ ድሕሪ ቁሩብ ኪድ ምስ በለት ግን እታ ነፋሪት ተሓምሺሻ። ተሓምሺሻ ክቡራት የሕዋት። ተሓምሺሻ። ብድሕሪኡ ግን ተመስገን ኢላ። ተኣምር ከኣ ንህዝቢ ተቃልዕ ኣላ። ተኣምር ከኣ ንህዝቢ ትነግር ኣላ። ተመስገን ክንብል ይግበአና። ዝኾነ ኣብ ህይወትኩም ዘይተሳኻዐልኩም እንድሕር ሃልዩ ክቡራት የሕዋት ንጽቡቕኩም እዩ። ኩሉ ንጽቡቕኩም እዩ። ኩሉ ለበጎ ነው። ሁሉ ለበጎ ነው በቃ። እዝግኣብሄር ኣምላኽ ንሕና ንደልዮ ዘይኮነስ ንዓና ዘድልየና እዩ ዝህበና። ስለዚ ኩሉ ግዜ ተመስገን ክንብል ክንክእል ኣለና። ምናልባት ድኾነ ነገራት ፕሮግራም ጀሚርና ዘይተሳኻዓልና ክኸውን ይኽእል እዩ ኣብ ህይወት። ስለዚ ተመስገን ክንብል ደኣ እምበር ክነማርር ኣይግበእናን እዩ። በቃ እዝግኣብሄር ኣምላኽ ንዓይ ስለ ዘይኮነ እዩ ኢልናሲ ተመስገን ክንብል ክንክእል ኣለና። ተኣምር ይርእይዎ ዓሰርተ ዳር ዓሰርተ ዳር ስለዚ ተመስገን በሃልቲ ክንከውን ክንክእል ኣለና ክቡራት ይሕዋት እዚ ከምዚ ዓይነት ቪድዮ ከዓ ብብዝሒ ክንሪኦ ክንሰምዖ ይግበአናይ ምክንያቱ ሞት ከም ዘላ ክንርስዕ ወይ ከዓ ክንዝንግዕ የብልናን ኣብ ሰዓት እዚ ከዓ ከቢድ ውጊ እዩ ተፈጢሩ ዘሎ ክቡራት ይሕዋት እቲ ክፍራሕ ዝፀንሐ ኦረይዲ ትሪእዎ ኣለኹም እስራኤል ጀሚራቶ እስራኤል ሎሚ ለይቲ ጥራሕ ኣስታት ሚእቲ ዕላማታት ኢራን ኣጥቂዓ እዚ መጥቃዕቲ ንመዓልታት ከም ዝቕጽል ተሓቢሩ ኣሎ፣ ክቡራት የሕዋት ሓቢራ ኣላ። እስራኤል ናብ ሎሚ ዘውግሕ ለይቲ ብመንገዲ ስርሒት ትንሳኤ ኣንበሳ ዝበለቶ ንኢራን ኣግሪሃ ኣብ ልዕሊ ሚእቲ ዝኾኑ ዕላማታት ኢራን መጥቃዕቲ ፈጺማ። ኣብዚ መጥቃዕቲ ልዕሊ ክልተ ሚእቲ ነፈርቲ ኲናት እስራኤል ተሳቲፈን። ልዕሊ ክልተ ሚእቲ ክቡራት የሕዋት ቀዳማይ ሚኒስተር እስራኤል ቢንያሚን ናታንያሁ እቲ መጥቃዕቲ ንህላውና ሃገሩ ኣገዳሲ ምዃኑ ኢራን ንዩክሬናውያን ኣፅዋራት ክትዓጥቕ ተቐሪባ ስለ ዘላ ከይቀደመትና ክንቅድማ ዝዓይነቱ ምዃኑ ተጠቒሱ እስራኤል ካብቶም ዩራኒየም የሀብትሙ ዝበለቶም ዒላማታት ኢራን ብልክዕ ከም ዘውቅዐትን ንገለ ኣዘዝቲ ሰራዊት ስነፍልጠታውያንን ከም ዝቐተለትን ትሕብር። ንብዙሓት ጀነራላት እውን ቀቲላ'ያ ክቡራት የሕዋት። ዛጊት ብስርሒት ትንሳኤ ኣንበሳ ተቐቲሎም ዘለዉ ላዕለዎት ሰበ ስልጣን ኢራን እዞም ዝስዕቡ እዮም፣ ሜጀር ጀነራል መሓመድ ባግሄር ሓለቓ ስታፍ ዕጡቕ ሰራዊት ኢራን፣ ሜጀር ጀነራል መሓመድ ባግሄሪ ሓደ ካብ ዝለዓሉ ወተሃደራውያን ኣዘዝቲ ሰራዊት ኢራን ዝነበረ ኮይኑ፣ ቅትለት ናይዚ ኣዝዩ ወሳንን ጸላውን ወተሃደራዊ በዓል ስልጣን ከም መስበርቲ ዓንዲ ሕቖ ምክልኻል ሰራዊት ኢራን ተወሲዱ እዩ ዝነብር ዘሎ ዝንገር ዘሎ። ክቡራት የሕዋት ሜጀር ጀነራል ሑሴን ሰላሚ ዋና ኣዛዚ ናይ ኣስላማዊ ሰውራ ሓላዎ ኮር ሜጀር ጀነራል ጓላም ዓሊ ራሻይድ ራሺድ እዚ ሳልሳይ እዩ ክቡራት ይዋት ካልኣይ ዋና ኣዛዚ ናይ እስላማዊ ሰውራ ሓላዊ ኮር እዩ ራብዓይ ከዓ ሊቅ ስነ ፍልጠት ፈረይዱን ዓባይሲ ዳቪኒ ዳቫኒ ፈረይዱን ዓባሲ ኣብ መስርሕ ምምዕባል ኑክሌር ኢራን ዝለዓለ ተራ ዝገበሮ ወሳኒ ሰብ ዝነበረ ሊቕ ስነ-ፍልጠት እዩ። ሓምሻይ ሊቕ ስነ-ፍልጠት መሓመድ መህዲ ቴህራንቺ፣ መሓመድ ሜህዲ ኣብ መስርሕ ምምዕባል ኒኩለሳዊ ጸዓት ኢራን ሓደ ካብቶም ቁልፊ ዝኾኑ ሊቃውንቲ ከም ዝነበረ ተሓቢሩ። እስራኤል ነዞም ጸለውቲ ሓለፍቲ ፈልያ ብምቕንጻላ ክሳዕ ክንደይ ኣብ ውሽጢ ኢራን ስለያ ከም ዘለዋዋ እዩ ዘርኢ። መደበር ቴሌቪዥን ኢራን ፕረስ ቲቪ ብሰንኪ መጥቃዕቲ እስራኤል ቆልዑ ዝርከቡዎም ሰላማውያን ሰባት ከም ዝሞቱ እያ ትሕብር። ኢራን ከም መልሲ ግብረ ማለት ከም ግብረ መልሲ ኣማኢት ድሮናት ናብ እስራኤል ከተጥቅዕ ልኢኻ ከምዘላን ሰራዊት እስራኤል ከኣ ንምምካት ነቲ ሰዶ ዘላ ንምምካት ድሉው ከም ዘሎ ይሕብር። ዋላ እኳ ኣሜሪካ ካብዚ መጥቃዕቲ ኢድ ከም ዘይብላን ኢራን ኣብቲ ዞባ ንዝርከብ ሰራዊት ኣሜሪካ ከይትዓጥቕን እንተሓበረት ኢራን እስራኤል ብዘይ ሓገዝ ኣሜሪካ ከም ዘይትገብሮ እያ ትኣምን። ብዝኾነ ክቡራት ይሕዋት ኣብ እስራኤል ዘለኹም ኣሕዋትና እግዚኣብሔር ኣምላኽ ይሓልኹም ኣዝዩ ኣዝዩ ከቢድ ኩናት እዩ ክኸውን ከምዚ ንሪኦ ዘለና ማለት እዩ ዓለምና ርእዋ ኩናት ወረ ኩናት ጥራያ ኮይና ዘላ እሞ እግዚኣብሔር ኣምላኽ ካብ ኩናት ወረ ኩናት ይሰውረና እንታይ ክንብል ኮይና በቃ ንዓድና እውን እግዚኣብሔር ኣምላኽ ይሓልዋ ንዓለም ሙሉእ እግዚኣብሔር ኣምላኽ ሰላም የወርደልና እዚኣ እየ ክብል ዝደሊ ብሓፈሻ ናይ ሎሚ ዓንቲ መደበይ ከም ዝመስል ነይሩ ክቡራት ይሕዋት ብካልእ ትሕዝቶ ብካልእ መደብ ክሳብ ንራኸብ ሰላም ወሰናይ ቻው